ሓደ ፖለቲካን ቋንቋን ትምህርትን ዘይጸገበት ካብ ጽርግያ ኣልዒሎም ብዛዕባ ሓንቲ ፊስቶ ማይ እውን ምሕደራ ዘይክእል ብዛዕባ ጉዳይ ባሕሪ ንኽዛረብ ቫድላ ኸዲኖም ናብ ስክሪን ኣምጺኦሞ። መዕርፎ ነፋሪት ምጽዋዕ ንሕወሓትን ስራዊት ሱዳንን ናይ ወተሃደራዊ ኣጽዋር መመሓላለፊ ማእኸል ኮይኑ የገልግል ከምዘሎ ተገሊጹ። ሕጂ ኣዲስ ኣበባ እንታይ ትግበር ኣላ ናብታ ቀውጢ ንምጻእ ኣዲስ ኣበባ ንምንታይ እዩ ዝኹሉ ዕግርግር ተፈጢሩ? እንታይ ከ ኢቲ ዕግርግር እንታይ ይመስል ዝብል ንሱ ከርእየኩም እየ ንኺድ። ሰላም ሰላም ፍትዋትን ኩቡራትን ናይ ሰመረ ሸው ተኸታተልትና ከመይ ትጸንሑ ሎምን ህምዚ ልተለመደ ኣብ ዝህሉ ኩነታት ለትኩር ሓድሽቲ ሓድሽቲ ዜናታት ሒዘልኩም ቀርየ ኔኹ ነዚ ቻና ሓድሽቲ ኩለኩም ላይክ ሼር ሰብስክራይብ ጋር ኣይትርስዑ እዚ ቪድዮ ንምንታይ ለኩሉ ሰብ ክበጻሕ ላይክ ምጋር ጀምሩ። ሓደ ፖለቲካን ቋንቋን ትምህርትን ዘይጸገበት ካብ ጽርግያ ኣልዒሎም ብዛዕባ ሓንቲ ፊስቶ ማይ እውን ምሕደራ ዘይክእል ብዛዕባ ጉዳይ ባሕሪ ንኽዛረብ ቫድላ ኸዲኖም ናብ ስክሪን ኣምጺኦሞ እዚኣ እታ ናይ መወዳእታ ጽንቃቕ ሓይሊ ብልጽግና ኮይና ተሪፋል ሰራዊት ሰላም ብሓንካ ሰላም

ቀበቀስ ኢልና ክንርእዮ ኢና እቲ ስርዓት ብዛዕባ እቲ መስብሐ ሓመድ ኢትዮጵያ ኸውን ከም ቆጽሊ ዝረገፈ ህይወት መሳኪን ኢትዮጵያውያን ቅንጣብ ዘይተዛረበ ብዛዕባተን ብማንቲክ ካብ ሰማይ ወሪደን ናብ መሬት ተላግዓ ድሮናት ግን ቁርብ ፈይ ከብል ተሰሚዑ ኣብዪ ኣሕመድ ናይ ድሮን ቴክኖሎጂ በይኑ ዝፈልጦ ብሕታዊ ኣካል ገይሩ እዩ ንነብሱ ቀሚጥዋ ጸኒሑ ኣሽንኳይ ዶታ ዕዳጋ ወሪድካ ትሽመታ ቃሓ ዝኾነት ድሮን ንድሮን ዘምክን ክእለት እኳ ተመሊኹ መቓልስቱ ሓሊፎም ከም ዝጸንሑ ዘርኣየ'ዩ ነይሩ ውዕሎ ሸረሪና። ሸረሪና ትብዓት ደቂ ትግራይ ዘርኣየ ፈተነ'ዩ ነይሩ። ነታ ኣሕማሚ መዝበጥ ኸጋጥሞ ዘልዕላ ኤርትራ ኸኣ ኣጸቢቑ ክዝክራ ገይራቶ ኣላ። ብዛዕባ ሓለንጊ ኤርትራ ክሳብ ኣበይ ተወርዊሩ ከም ዘሎ ቅንይ ኢለ ባዕለይ ከዋግዖ'የ። ክሳብዛ ሪከርድ ዝገብረላ ዘለኹ እሞት ግን በትሪ ኤርትራ ኣብ ድሕሪ ማዕጾ ወይ ኣብ ሰንቀይ ተቐሚጡ ዘሎ ካብ ሰፈሩ መዓስ እዩ ክወጽእ ኣበይ እዩ ክሃርም ክሳብ ክንደይ ዝብሉ ግን ደፋእ ኢልና ክንርእዮ ኢና እታ ዘለዋ የብላን ክትበሃል ጸንሐት ትግራይ እኳ ኣብ ሸረሪና ሸረሪት ኣትሒዛቶም ኣላ ከም መዕርፎ ነፋሪት ምጽዋዕ ንሕወሓትን ሰራዊት ሱዳንን ናይ ወተሃደራዊ ኣጽዋር መመሓላለፊ ማእከል ኮይኑ የገልግል ከም ዘሎ ተገሊጹ። ካብ ቤላሩስ፣ ኢራን፣ ቱርክን ግብጽን ዝለዓለ ናይ ወተሃደራዊ ጽዕነት ኣውሮፕላናት ኣብ ምጽዋዕ ፖርት ሱዳንን ግብጽን እናዓረፈ ወተሃደራዊ ኣጽዋር እናመሓላለፈ ምዃኑ ተሓቢሩ። ካብ ሓምለ ዕስራን ሽዱሽተን ክሳብ ነሓሰ ክልተ ኣብ ዝነበረ እዋን ጥራሕ ዕስራን ሸውዓተን ናይ ወተሃደራዊ በረራታት ብራዳር ዝተመዝገቡ እንትኾኑ፣ ብነሓሰ ኣርባዕተ ዝወፀ ናይ ሰትላይት ምስሊ ድማ ኣኤል ሰብዓን ሽዱሽተን ቲድን ኤኤን ዓሰርተ ክልተ ዝበሃላ ግዙፋት ናይ ኩናት ኣውሮፕላናት ኣብ ምፅዋዕ ምዕራፈን ኣርእዩ ኣሎ። ህወሓት ብፖርት ምጽዋዕን መዕርፎ ንፋሪትን ኣቢሉ ሰፊሕ ናይ ወታደራዊ ኣጽዋር ደገፍ እናረኸበ ዝርከብን ብፍቓድን ፍልጠትን ዘለዎ ምምሕዳር ኣስመራ ምዃኑ ተንተንቲ ገሊጾም ኣለዉ። ናይ ጂኦፖለቲካዊ ተንታኒ መሓመድ ኬር ኡመር ዝተባህለ ናይ ድሕነት ሓበሬታ ምርመራ ማእኸል ሕላወ ብዝገበሮ ሓበሬታ ንኤርትራ ዓለምለኻዊ መዕርፎ ነፋሪት ምጽዋዕ ካብ ቤላሩስ፣ ኢራን፣ ቱርክን ግብጽን ንዝለዓለ ናይ ወታደራዊ ጽዕነት ኣውሮፕላንን መዕረፍን መመሓላለፊ ማእኸል ኾይኑ እናኣገልገለ ይርከብ። ብመሰረት ዝወፀ ሓበሬታ ካብ ሓምለ ዕስራን ሽዱሽተን ክሳብ ነሓሰ ክልተ ኣብ ዝነበሩ ውሑዳት መዓልታት ጥራሕ ኣስታት ዕስራን ሸውዓተን ናይ ወታደራዊ በረራታት ብራዳር ተመዝጊቦም ኣሎ። ካብዚኣቶም እቶም ዕስራ ኣብ ፖርት ሱዳን፣ ሰለስተ ኣብ ግብፂ ዝርከብ ወታደራዊ መደበር፣ እቶም ኣርባዕተ ድማ ኣብ ከተማ ምፅዋዕ ምዕራፎም ተረጋጊፁ ኣሎ። እዚኣተን ኣውሮፕላናት መደበኛ ሰራዊት ሱዳንን ንዕጡቓት ህወሓትን ወታደራዊ ኣፅዋር ዝሓዛ ምዃነን ተሓቢሩ እዩ። በነሓሰ ኣርባዕተ ዝወፀ ናይ ሳትላይት ምስሊ ከምዝሕብሩ፣ ኣብ መዕርፎ ነፈርቲ ምጽዋ ክልተ፣ ኣኤል ሰብዓን ሽዱሽተን ቲድን ሓደ ኤን ዓሰርተ ክልተ ዝተብሃላ ግዙፋት ናይ ወታደራዊ ጽዕነት ኣውሮፕላናት ዓሪፈን ተራእየን ኣለዋ። ብተወሳኺ ካብ ሓምለ ዓሰርተ ኣርባዕተ ክሳብ ዕስራን ኣርባዕተን ኣብ ዝነበረ እዋን ብናይ ቤላሩስ ኣየር መንገዲ ዝንቀሳቐስ ናይ ምዝገባ ቁጽሪ AW ሓሙሽተ ሚእትን ስሳን ሸውዓተን TH ዝኾነ ናይ ሉሽን ጽዕነት ኣውሮፕላን ናብ ምጽዋ ተኸታታሊ ኣርባዕተ ግዜ ናይ በረራ ምንቅስቓስ ከም ዝገበረ ተረጋጊጹ ኣሎ። ተንታኒ መሓመድ ኬር ኡማር ወሲኹ ከም ዝገለጾ፣ ህወሓት ኣብዚ እዋን ብፖርት ምጽዋዕን መዕርፎ ነፈርትን ኣቢሉ ሰፊሕ ናይ ወተሃደራዊ ኣጽዋር ኣቕርቦት እናረኸበ ይርከብ። ሕጂ ድኣ ኣዲስ ኣበባ እንታይ ትግበር ኣላ ናብታ ቀውጢ ንምጻእ ኣዲስ ኣበባ ንምንታይ እዩ ዝኹሉ ዕግርግር ተፈጢሩ እንታይ ከ እቲ ዕግርግር እንታይ ይመስል ዝብል ንሱ ከሪኤኩም እየ ንኺድ
ዓለሚለይ ውልድኪ ባገብኮን ህዳሴት ዓለሚለይ ብገና ብሸይቱን ፈረለና ኣሰምዑልለይ ዘይናትኪ ንሰይ ኮነን የማናይት ገም ትኸድ ገም ትግስግስ ኣብ ተኩበር ነይረን ዓብስ እኖ ኣነኒስ ሞ ዓደይ
ስለዚ ኣብ ኣዲስ ኣበባ ተፈጢሩ ዘሎ ሕዚ ብግልፂ ሓደ ክልተ እንዳበል ኮሪኦኩም እዩ ንኣብነት ወታደራዊ መራሕቲ ይቕይር ኣሎ ብርሃኑ ጁላ ብጌታቸው ጉዲና ክቕይሮ ከም ምኳኑ ፍልፍል ኣደደቢት ሓቢረናን ኣሎ ጌታቸው ጉዲና ብግፅ ካብ ማለት ኣየምለጠን ካብ ምሩኻት ካብ ብርሃኑ ናብ ጌታቸው ክቕይር ከሎ ጌታቸው ጉዲና እውን ምሩኽ እዩ ናይ ወደግ ምሩኽ እዩ ናይ ህወሓት ምሩኽ እዩ ብርሃኑ እውን ከምኡ ምሩኽ እዩ ሞራል ሃልዎም ንሰራዊት ትግራይ ንሰራዊት ኤርትራ ንሰራዊት ዓፋር ንሰራዊት ኣገው ቅማን ተምሓራ ንሰራዊት ኦሮሞ ንሰራዊት ሶማልያ ክገጥም ዝኽእል ሞራል ዘለዎም መሪሕነት ኣይኮነን መብዛሕትኦም እቶም ጀነራላት ከም ትፈልጥዎ ምሩኻት ጀነራላት እዮም ናብ ጌታቸው ጉዲና ክቕይረሉ ዝደለየሉ ምክንያት እንታይ እዩ እቲ ሓደ ብርሃኑን ኣብ መንጎ ብርሃኑን ኣብይን ኣፈላላያት እንዳሰፍሐ እንዳሰፍሐ መፅ እዩ እናሰፍሐ እናሰፍሐ መፅ እዩ ካልኣይ ከዓ ተጠቂሙ ወዲኡ እዩ ንብርሃኑ ብርሃኑ ድሕሪ ሕዚ ንኣብይ against ኣብይ ኣሕመድ ዝስለፈሉ ምኽንያት የለን መድሕኑ ኣብዛ ዓለም ብሂወት እስካዕ ዘሎ ክነብረላ ዝኽእለላ ኣብይ ኣሕመድ ክቕፅለ ኣለዎ ኢሉ ካብ ምስራሕ ወፃኢ ካሊእ መማረፂ የብሉ ስለዚ ቁሪ ናበኢኻ ናብ ክዱናት ኣብኡ ዶ እኒኦውኻን ዕሩቃት እንታይ ኢልዎም እዚኦም ድኣ ትሑዛት እንድዮም እዩ ትሑዝ እዩ ብርሃኑ ጁላ ብርሃኑ ጁላ ካብ ናይ ኣብዪ ኣሕመድ ድሌት ወፃኢ ከይደ ይኸደ ሕዚ ጌታቸው ግዲና ናይ ድህነት ወታደራዊ ድህነት ኮይኑ ዝፀንሐ እዩ ተወሰነ ናይ ትግራይ ከባብታት ተፍልጦ ኣለዎ እውን ዝበሃል የኡ ስለ ዝነበረ ነቲ እዚ ሰሜን እዚ እዚ ስለ ዝነበረ ነገር ግን ብርሃ ምን እዩ ጌታቸው ግዲና ምስ ናይ ትግራይ ሓይልታት ረኽቢ ክህልዎ ክእል እዩ ዝብል እምነት ስለ ዘለዎ ኣቕሪቡ ማኖ ንምንካ እያ ኢለ እዛ ኣቕሪቡ ማኑ ከንክእ ስለ ዝደለየ እውን ኢለ ዝኣምን ካልኣይ ከዓ እቲ ናይ ብርሃኑ ጁላ ውድቀት እውን እኒሀ ማለት ሞራል የብሉን ክእለት የብሉን እዚኣቶም እውን ክኾኑ ይኽእሉ እዮም ሽምባርከስ ፍቱዋትን ክቡራትን ተኸታተልትና ሎም ዕለት ድሓር ናይ ቪድዮታት እዚኣተን ምስ ነይሮም ተመችኩም እናተስፋ ንገብር ካብ ቐፃሊ ጋን የብሉ ኣለኹ ይመችኹም